ሓርነት ባጽዕ ኣፍደገ ሓርነት መላእ ኤርትራ ዘርሓወ ታሪኻዊ ዓወት! ኣምባሳደር ዓንደብርሃን ወልደጊዮርጊስ። ሰላም ተኸታተልቲ ኤን ሚድያ መበል 36 ዓመት ሓርነት ወደባዊት ከተማ ባጽዕ ሰራሒት ፈንቅል ንዝክረሉ ዘለና እዋን እዩ። እዚ ታሪኻዊ ዓወት እዚ ኣፍደገ ሓርነት መላእ ኤርትራ ዘርሓወ ጅግነት እዩ ነይሩ። ይኹን እምበር ድሕሪ እዚ ኩሉ ዓመታት ባጽዕ ኣብ ምንታይ ኩነታት ትርከብ? ኣምባሳደር ዓንደብርሃን ወልደጊዮርጊስ ብምኽንያት እዚ ዝኽሪ ዘውጽኦ መግለጺ ንታሪኻዊ ክብርን ንዘስካሕክሕ እዋናዊ ሓቅን ዘጋናዘበ ዓሚቕ መግለጺ ኮይኑ ስለ ዝረኸብናዮ ሒዝናልኩም ቀሪብና ኣለና። ክሳብ መወዳእታ ክትከታተሉና ብኽብሪ እንዳ ዓደምኩ ናብቲ ትሕዝቶ ከብለኩም። እዚ ሳልስቲ እዚ ህዝቢ ኤርትራ መበል ሰላሳን ሽዱሽተን ዝክሪ ዓመት ሓርነት ወደባዊት ከተማና ባጽዕ ዝጽንብለሉ ቅንያት በዓላት እዩ። ካብ ሸሞንተ ክሳብ ዓሰርተ ለካቲት ሽሕን ትሽዓተ ሚእትን ቴስዓን ጅግና ህዝባዊ ሰራዊት ሓርነት ኤርትራ ዝተወሃደ በርቃዊ መጥቃዕቲ ኣሃዱታት ኣጋር ሰራዊት ከቢድ ብረትን ሓይሊ ባሕርን ብምፍናው ንመበል ሽዱሽተ ሚእትን ሽዱሽተን ኮር መግዛእታዊ ሰራዊት ኢትዮጵያ ደምሲሱ ነታ ብሉል ቀይሕ ባሕሪ ትፍለጥ ዝነበረት ስትራቴጂያዊት ወደብ ባጽዕ ሓራ ብምውጻእ ታሪኻዊ ዓወት ሓፊሱ ሓርነት ባጽዕ ባና ናጽነት ኤርትራ ወሊዑ ተስፋ ምዕብልቲ ሃገር ኤርትራን ርህው መጻኢ ህዝቢ ኤርትራን ኣበሲሩ። ዕዉት ሰራሒት ፈንቅል ከም መርኣያ ውሕሉል ሰራሒትን ልዑል ጅግንነት ህዝባዊ ሰራዊት ሓርነት ኤርትራ መጠን ሓደ ካብቶም ዝዓበዩ ቅያታ ሰውራ ኤርትራ እዩ። ክንደ ዝኾነ ኩሉ ሃገራዊ ኤርትራውን መላእ ህዝቢ ኤርትራን ነቲ ሓርነት ባጽዕ ዘሕፈሰ ቅያ ሰራሒት ፈንቅል ብሓበን ክጽምብል ጉቡዩ። ባጽዕ እታ ኣብ መንጎ ፖርት ስዒድ ናይ ግብጽን ሞምባሳ ናይ ኬንያን እቲ ዝዓሞቐ ባህርያዊ መርሳ እትውንን ስትራቴጂያዊት ወደብ እያ። ንሓያሎ ዘመናት ከም ኣዝያ ኣገዳሲት ማእከል ዞባውን ኣህጉራውን ንግዲ ተገልግል ነይራ። ሳላቲ ምቹእ ጂኦግራፍያዊ ኣቀማምጣን ዓሚዩቕ መርሳን፣ ኣብ ነጻ ኤርትራ ከም ዓባይ መደበር ዓለምለኻዊ ንግድን ኣገዳሲ ዞባዊ ማእከል ቁጠባዊ ምንቅስቓስን ከተገልግል፣ ምንጪ ሃብትን ራህዋን ህዝቢ ኤርትራ ክትከውን ዓቢ ተኽእሎ ኣለዋ። ነዚ ብሉጽ ሃገራዊ ጸጋ እዚ ብግቡእ ብምጥቃም ብርኩት ኣታዊታት ምውሓዝ፣ ልዑል ቁጠባዊ ልምዓት ምድራኽ፣ መነባብሮ ህዝቢ ከብ ምባል ይከኣል። ምስዚ ኩሉ ቁጠባውን ንግዳውን ተኽእላ ባጽዕ ሎሚ ድሕሪ ሰላሳን ሽዱሽተን ዓመታት ሓርነታ ኣብ ምንታይ ኩነታት ኣላ? እቲ ኣዝዩ ዘሕዝን መዓንጣ ከብዲ መብዛሕትኡ ሃገራዊ ኤርትራዊ ዝቐርጽ ባጽዕ ሎሚ ህንጻታታ ዓንዮምን ፈሪሶምን፣ መልክዓ ተደዊኑ፣ መብዛሕትኡ ህዝባ ገዲፍዋ ተሰዲዱ፣ ቁጠባዊ ይኹን ማሕበራዊ ህይወታ ዛሕቲሉ፣ ብፍጹም ጽምዋ ተጎብያ ትርከብ። ስለዚ ተሃድሶን ምዕባለን ወደብ ባጽዕ ኮነ ትግባረ ነይቲ ዘለና ትስፉው ትጽቢት፣ ንምጽኣት ሃገራዊ ዲሞክራሲያዊ ስርዓት ዝጽበ ጉዳይ ናይ መጻኢ ፕሮጀክት ኮይኑ'ሎ። ማለት ዝሰርሑ ትካላት ዝሃንጽ፣ ክኢላ ሓይሊ ሰብ ዝኹስኩስ፣ ኣካላውን ማሕበራውን ትሕተ ቅርጺ፣ እኹል ማይ፣ ዘተኣማምን ኤለክትሪሲቲ፣ ብቑዕ መጓዓዝያ፣ ስሉጥ መራኸቢታት፣ ወዘተ ዘዋድድ ሃገራዊ ዲሞክራሲያዊ መንግስቲ። ወደባዊ ኣገልግሎት ዞባውን ኣህጉራውን ንግዲ ዘሳልጥ ምንጪ ቁጠባዊ ልምዓት፣ ሃገራዊ ሃብትን ልዑል መነባብሮ ህዝብን እዩ። ሃብቲ፣ ስልጣንን ጽልዋን ጥንታዊ ንግስነት ኣኽሱም ብቐንዱ ኣብ ኣገልግሎት ወደብ ኣዱሊት ዝተመርኮሰ ባህራዊ ንግዲ ነይሩ። ህልው ሃብቲ ሲንጋፖርን ኢማራትን ድማ ዘመናዊ ኣብነት እዩ። እቲ ዓቢ ቁጠባዊ ተኽእሎ ወደባትና፣ ብጠንኪ እቲ ዝጸንሐን ጌና ዝቕጽል ዘሎን ሓሳድ ኣተሓሕዛ ኣባኺኑ፣ ህዝቢ ኤርትራ ዛጊት ተጠቃሚ ባህርያዊ ጸጋታቱ ክኾን ኣይከኣለን። ዘመናዊ ትሕቲ ቅርጺ ወደባት ኣማዕቢሉ፣ ስሉጥ ተወዳዳሪ ወደባዊ ኣገልግሎት ኣዋዲዱ ባሕራዊ ንግዲ ብምስላጥ ኣፍራዪ ሽቕለት ከዕቢ፣ ሃብቲ ክፈጥር፣ ራህዋ ክጓናጸፍ ኣይከኣለን። ህዝቢ ኤርትራ ዓመት ዓመት ዘይትግበሩ መብጽዓታት ፕሮጀክታት ልምዓት ዝደጋገም፣ ኣብ ዝኽሪ ታሪኻዊ ዓወት ጀጋኑ ሰማእታትና ክጀሃር ዝነብር ውልቀ ምልካዊ ስርዓት ዘይኮነስ፣ ግዝኣተ ሕጊ ዘስፍን፣ ፖለቲካውን ቁጠባውን ባይታ ዘርሑ፣ ኣፍራዪ ዓቕሚ ህዝብና ዘበራብርን ዘስሕልን፣ ባህርያውን ሰብኣውን ጸጋታትና ኣብ መዓላ ልምዓት ሃገርን ራህዋ ህዝብን ዘውዕል ቅዋማዊ ምሕደራ ከም ዘድልዮ እዚ ዝሓለፈ ተሞክሮ ናይ ሰላሳን ሓሙሽተን ዓመታት ናጽነት ህያው ምስክር እዩ። ሸቶ መበቆላዊ ዕላማታት ብረታዊ ቃልሲ ህዝብና ንምውቃዕን ሕድሪ ጀጋኑ ሰማእታትና ንምፍጻምን ምእንቲ ሓርነት፣ ፍትሕን ራህዋን ህዝብና ከይተሓለልና ክንቃለስ ይግባእ። መሰረታዊ ዕላማ ናይቲ ዝተኻየደ መሪር ቃልስን ዝተኸፍለ ገዚፍ መስዋእትን፣ ኣብ ናጻ ሃገር ኤርትራ ሓርነት፣ ፍትሕን ራህዋን ንምስፋን'ዩ ነይሩ። ህዝቢ ኤርትራን ጀጋኑ ተጋደልቱን ታሪኽ ክሰርሑ እምበር፣ ኣብ ዝኽሪ ታሪኽ ክነብሩ ኣይተቓለሱን። ህዝብን ተጋደልትን ኤርትራ ማለያ ዘይብሉ መስዋእቲ ዝኸፈሉ፣ በቲ ታሪኻዊ ዓወት ብረታዊ ቃልሲ ሓርነት፣ ፍትሒ፣ ራህዋ ክሰፍን፣ ኩሉ መዳያዊ ህንጸት ሃገር፣ ቁጠባዊ ልምዓት ማሕበራዊ ግስጋሰ ባህላዊ ትንሳኤ ከስዕብ ዝነበሮም ዓሚቕ ሃረርታን ልዑል ተስፋን ተደሪኾም እዮም። ኣብዚ እቲ ኣስፋሕፋ ህርፋን ስርዓት ብልጽግና ዝኣለሞ ኣብ ልዕሊ ሃገርና ደመና ህላወኣዊ ስግኣት ዘንጸላልወሉ ዘሎ ተኣፋፊ ጂኦፖለቲካዊ መድረኽ እዚ ኩሉ ሃገራዊ ኤርትራዊ ብሓደ ወገን ግዝኣታዊ ምሉእነትን ልዑላውነት ሃገረ ኤርትራ ንምውሓስ በቲ ካልእ ድማ ኣብ ሃገርና ግዝኣተ ሕጊ ዘሰፍን ቅዋማዊ ምሕደራ ንምትካል ብምቅላስ ሕድሪ ጀጋኑ ሰማእታትና ክስከም ዓሚቕ ሃረርታ ህዝብና ንምምላእ ክጽዕር ብፁዕ ግዴታ ከም ዘለዎ ዘኻኽር ንመስዋእቲ ሰማእታትናን ስቓይ ህዝብናን ዝድብስ ህንጸት ሃገር፣ ቁጠባዊ ልምዓት፣ ማሕበራዊ ግስጋሰ፣ ባህላዊ ትንሳእ ንምርግጋጽ ክንሰርሕ ይግባእ። እቲ ሓርነት ወደባዊት ከተማ ባጽዕ ዘረጋገጸ ስርሒት ፈንቅል ድሙቕ ታሪኻዊ ዓወት መላእ ህዝቢ ኤርትራ ምንጪ ዓቢ ሓበን ኩሉ ሃገራዊ ኤርትራዊ እዩ። ክንዲ ዝኾነ ዓመት ዓመት ብሓበን ክዝከር ግቡእ እዩ። ኮይኑ ግን ማዕረ ማዕሪኡ እቲ መሰረታዊ ዕላማ ናይቲ ዝተኻየደ ቃልሲ፣ ዝተኣትወ መብጽዓ፣ ዝተኸፍለ መስዋእቲ ክዝከር ይግባእ። ባህግና ብናይ ትማሊ ዓወት ተዛኒና ንምንባር ዘይኮነስ ዕላማና ሎሚ ንናይ ጽባሕ ውሕስነት ድሕነትን ራህዋን ሃገርናን ህዝብናን ሰረት ንምንጻፍ ክንሰርሕ ከም ዝግባእ ምስትውዓል የድሊ። ዕድመ ንናጻ ልዑላዊት ሃገር ኤርትራ። ዘላለማዊ ሓበ ንጀጋኑ ሰማእታትና። ፈጣሪ ንኤርትራን ህዝባን ይባርኽ።